ሎማዕንቲ በዓልቲ ሓዳር ዝኾነት መምህር ብደገ ክሕግዘካ ብዝብል ምኽንያት ምስ ተምሃራያ ርክብ ብዛዕባ ጀመረት ኢሉ ብጣዕሚ ጽብቕቲ ኤ ቲቸር ብዝብል ዝተሰየመት ናይ 2015 ናብ ተዓዘብቲ ዝተለቐቐት ብሓንሳብ ክንርኢ ሒዝናልኩም መጺና ኣለና። ከም እትፈትውዋ ስለ ዘይጠራጠር ላይክ ንክትገብርዋ ከዘኻኽረኩም። እታ በዓልቲ ታሪኽና ክሌር ዌልሰን እያ ትበሃል። ኣብ ኣካዳሚክ ቤት ትምህርቲ ውሽጢ ናይ እንግሊዝ መምህር ብምዃን ተቖጺራ ንሎማዕንቲ ናይ መጀመርታ ስርሓ ንክትጅምር እናተዳለወት እያ። ኣብቲ ቤት ትምህርቲ እውን ምስ በጽሓት ምስ ካትሪን እትበሃል መምህር እንትትኾን ዝተረኸበቶ ካትሪን እውን መጀመርያ ናበይ ክትኸይድ ከም ዘለዋ ትሕብራ ናብ ናይ መምህራን ስታፍ ድሕሪ ምኻዶም እውን ናይቲ ቤት ትምህርቲ ፕሪንሲፓል ሪቨስ እታ ሓዳሽ መምህር ዝኾነት ክሌር ምስቶም ነባራ ተምሃራን ተላልያ እኒ ካትሪን ምሕዝነተን ካብዚ ሰዓት ከም ዝጅምርን ኣብቲ ሰዓት ድማ ብሓንሳብ ኮይነን ቡና ክሰትያ ከም ዝኽእላ ትዛረብ ክላስ ወዲኣ ድሕሪ ምውፅኣ ክሌር ማኪና እናዘወረት ናብ ሱፐርማርኬት ትኸይድ ኣብኡ ድማ ሓደ ሓደ ኣቑሑት እናመረጸት ብሃንደበት ሓንቲ ጽብቕቲ ቻፕስቲክ ስለ ዝረኣየት ቀስ ኢላ ዋላ ሓደ ከይረኣያ ናብ ቦርስኣ ምስ ኣእተወት ብቕልጡፍ ካብቲ ሱፐር ማርኬት ትወጽእ ብቕልጡፍ እያ ከዓ ልክዕ ናብ ማኪና ውሽጢ ምስ ኣእተወት ነቲ ቻፕስቲክ ዝፈተነቶ ኣብቲ ምሸት ድማ ምስ በዓል ገዛኣ ማት ከድቅሱ እናተዳለዉ ክሊር ንማት ንስራሕ ኢሉ ካብ ሃገር እናወፀ ሓደ ክልተ ወርሒ እናፀንሐ ዝምለሰሉ ተግባር ብጣዕሚ እናደበራ ከም ዝኾነን ክገድፎ ከም ዘለዎን ትዛረቦ ብሓደ ሓደ ምክንያት እውን ቆልዓ ወለድን ነይሮም እሞ ክሊል ውላድ ንክህልዎም ብጣዕሚ እያ ትሓቶ ዝነበረት ማት እውን ኩሉ ነገር ከም ዝተስተኻኽሎ ቃል ይኣትወልና ብዛዕባ ውዕላኣ ከዓ እንትትሓታ ብጣዕሚ ፅቡቅ ከም ዝነበረን ካብ ሱፐር ማርኬት ከዓ ዝኾነ ቻፕስቲክ ከም ዝሰረቐትን ትዛረቦ ክሊር ማት ክዕድገልኪ እየ ክብላ ዋላ እኳ ደልያ እንተነበረት ንሱ ግን የተረድኣን ነይሩ ንፅባሒቱ ከዓ ክሊር ናይ መጀመርያ ናይ እንግሊዝ ክላሳ ንክተምህር ናብቲ ክላስ ትኣቱ ክሪክን ጆሽን ዝተባሃሉ ተምሃሮ ድማ ንሳ ብዛዕባ ተምህሮ ዘላ ገዲፎም ብዛዕባ ፅባቐኣ ብጣዕሚ እዮም ዝድነቑ ዝነበሩ ክሌር'ውን ነቶም ተማሃሮኣ ዝኾነ ንባብ እናንበበትሎም እንከላ፣ ካብ ኩሎም ንላዕሊ ጆሽ ብጣዕሚ እዩ ኣትኲሩ ዝጥምታ ዝነበረ። ጆሽ ድሕሪ ክላስ ሚስተር ካስትሎ ናብ ዝተባህለ መምህሮም ብምኻድ ናብ ናይ ቀጻሊ ሰሚስተር ናብ ዝተፈላለዩ ዩኒቨርሲቲ ስኮላርሽፕ እናመልኣ ከም ዘሎን ነቲ ስኮላርሽፕ'ውን ንምርካብ እንታይ ክገብር ከም ዘለዎ ይሓቶ። ካስቲሎ ድማ ኣብቲ ሰዓት፣ ኤስኤት ዝተባህለ ናይ እንግሊዝኛ ፈተና ውጽኢት ዝለዓለ እንተምጺእካ ብዘይ ዋላ ሓንቲ ጥርጣረ ነቶም ኣብ ዩኒቨርሲቲ ይቕበሉኻ እዮም። ስለዚ ኣብ ቋንቋ ብጣዕሚ ንፉዕ ክትከውን ኣለካ ይብሎ። ጆሽ'ውን ነዚ ዝበሎ ኩሉ ድሕሪ ምስምዑ ይኸይድ። ድሕሪ ሰዓት ኩዕሶ እናተጻወቱ ሎገን ዝተብሃለ ቆልዓ ንጆሽ እዛ ትመጽእ ዘላ ጓል መን እያ ብጣዕሚ ጽብቕቲ እያ ክብል ይሓቶ ጆሽ ድማ ናይ እንግሊዝ መምህሮም ከም ዝኾነትን ብጣዕሚ ደስ ተብል ኮይኑ ግን ገዛ ዕዮ እናሃት ብጣዕሚ ከም ተጨናንቖም ዘላ ይዛረቡ ድሕሪ ኩዕሶ እንትምለሱ ሎገን ናይ ጆሽ ኤክስ ዝኾነት ኣሊሰን ዝተባህለት ጓል ፎቶ ብምውፃእ እዛ ጓል ካባኻ ድሕሪ ምፍልላያ ብጣዕሚ ፅብቕቲ ኮይና ኣላ ብዝብል ዘረባ የልዕል። ኤሪክ ድማ ብምቕጻል ናይ ጆሽ ሓፍቲ ናብ ዝኾነት ሜሪ ፎቶ ብምውጻእ ንሳ እውን ብጣዕሚ ጽብቕቲ ከም ዝኾነት ምዝራብ እንትጅምር ጆሽ ኩርዕ ብምባል ሕጂ ክኸይድ ስለ ዝኾነ ካብ ገዝኡ ንክወጽሉ ይዛረቦም። ኣብቲ ምሸት ማት ንክሊር እቲ ፍላይት ከም ዝተሰረዘን ክመጽእ ስለ ዘይከኣለን ንሱ ዋላ ተዘይመጸ ግን ናይ መጀመርያ ክላሳ ዘምሃረትሉ መዓልቲ ፈታ ኢላ ኣብ ደገ ንክትዘናጋዕ ኢሉ ቴክስት ይጽሕፈላ። ንሳ ግን ነቲ ስራሕ ከቋርጾ እዩ ነይሩ እትደልዮ። እሱ ብኢሱ ግን ብፍጹም ሕጂ እውን ኣይመጸን። ብዝኾነታት ብጣዕሚ ዋላ እኳ እንተደበራ ዓርሳ ንክተረጋግዕ ግን ናብ ካፌ ትወጽእ። ሰለስቲኦም መሓዝቲ እውን ልክዕ ኣብቲ ሰዓት ኣብ ካፌ እዮም ነይሮም። እቲ ሓደ ኣብ ውሽጢ ኮፍ ኢሉ ሰብ እናተጸበየ እቶም ካልኦት እናወጹ በብተራ ሓሽሽ የትክኹ እዮም ነይሮም። ኣብኡ እውን ኮፍ ኢሎም እናሃለዉ ሎገን ብሃንደበት ንክሊር ብርሑቕ ይሪኣ። ግዜ ከየቃጸለ እውን ናብኣ ይኸይድ እሞ ዓርሱ ኣላልዩ ምስኣ ክዘራረብ ይጅምር። በቲ ሰዓት ክልቲኦም መሓዙት ድማ ተላዒሎም ይሕወስዎም። ብዙሕ ከይጸንሐ ግን ሎገን ኣዲኡ ቴክስት ከም ዝገበረትሉን ብቕልጡፍ ክኸድ ስለ ዘለዎ ንኤሪክ ብማኪና ንኸብጽሖ ሓቲቱ ክልቲኦም ተላዒሎም እንተወጹ ክሌር ምስ ጆሽ ንብሕቶም ይተርፉ ኤሪክ ምስ ሎገን ተሃዊኾም ስለ ዝወጹ ናይ ዝነበሮም ሒሳብ እኳ ከይከፈሉ እዮም ዝወጹ ጆሽ ከዓ ግቡኡ ስለ ዝኾነ ንምኽፋል እናተዳለወ እናሃለወ ክሌር ንስኻ ተምሃራይ ስለ ዝኾንካ ቅርሺ ንምምጻእ ይኸብደካ እዩ ስለዚ ጸገም የብሉን ኣነ ክኸፍሎ እየ ትብሎ እቲ ዕዳሎም እውን በዚ እዩ ነይሩ ዝተጀመረ ጆሹ ብምቕጻል ብዛዕባ ስኮላርሽፕ ሓደ ሓደ ነገር እናዕለላ እቲ ናይ ሕጂ ስኮላርሽፕ ብጣዕሚ ከቢድ ከም ዝኾነን ነቲ ስኮላርሽፕ ንምርካብ ብጣዕሚ ይደሊ እኳ እንተኾነ ኮይኑ ግን ኤስኤት ፈተና ልዕሊ ውፅኢት ተዘይኣምፂኻ ብፍጹም ክትኣቱ ከም ዘይትኽእል እናተዛረባ እንድሕር ደኣ ትኽእል ኮይና ኤስኤት ፈተና ዝመፀሉ ካብ እንግሊዝኛ ስለ ዝኾነ ኣብቲ ትርፊ ሰዓታ ንክትሕግዞ ይሓታ ንሳ እውን እቲ ቤት ትምህርቲ ዘይፃባእ እንተኾይኑ ከም ትሕግዞን ፀገም ከም ዘይብሉን ትዛረቦ ካብቲ ካፌ ድሕሪ ምፅኦም ድማ ንዓ ከፋኖካ ብምባል ናብቲ ማኪና ተእትዎ ክሊር ብሃንደበት ዝኾነ ደርፊ ትኸፍት ጆሽ ድማ መምህሩ እንኮላ ኣብ ቅድሚ ተምሃራያ ከምዚ ዓይነት ናይ ፍቕሪ ደርፊ ብምኽፋታ ብጣዕሚ ይድነቕ ናብ ገዛ ድሕሪ ምእተዋ ድማ ብሃንደበት ስልካ ምስ ትኸፍት ጆሽ ኣብ ኢንስታግራም ናይ ፍሬንድ ሪኩዌስት ከም ዝለኣኸላ ትዕዘብ ንሳ ግን ኣይመለሰትሉን ዝነበረት ኣብቲ መዓልቲ ምሸት ብዘደንቕ ኩነታት ምስ ጆሽ ርክብ እናፈፀመት ብሕልማ ትርኢ ኣብቲ ንግሆ ግን በዓል ገዛኣ ማት መፅኡ እንትነቕንቓ ካብቲ ድቃሳት ትትስእ ማት እውን ከም ዕድል ፍላይ ትረኸብ ከም ዝመፀ ይዛረባ ንሳ እውን ግን ኣብ ስምዒት ውሽጢ ኮይና ስለ ዝተሰእት ርክብ ምፍፃም ከም ትደሊ ትዛረቡ ማት ግን ብዘሕዝን ኩነታት ስንፈት ናይ ርክብ ስለ ዝነበሮ ኣብዚ ሕጂ ሰዓት ብጣዕሚ ከም ዝደኸመን ክገብር ከም ዘይኽእልን ይዛረባ እቲ መዓልቲ ቀዳም መዓልቲ እዩ ነይሩ ገሊሮም ክዳና ተኸዳዲና ክትወፅእ ምስ እትብል ማት ናበይ እናኸደት ከም ዘላ ይሓታ ንሳ ድማ ናብ መሓዛኣ ካትሪን ከም ትኸይድ ትዛረቦ እሞ ትወፅእ ዝኸደቶ ግን ናይ ብሓቂ ናብ ካትሪን ኣይነበረን። ከም እትሕግዞ ቃል ናብ ዝኣተወትሉ ጆሽ እዩ ዝነበረ። ሓደ ወርሒ ከምዚ ኢሉ ይሓልፍ። ጆሽ ምስ መሓዙቱ ናይ ገዛ ውሽጢ ፓርቲ ኣዳልዮም ኣብቲ ውሽጢ ገዛ ዕሙር ዝኾነ ምርኢት እዩ ዝነበረ። ጆሽ ምስ ኤክሱ ናብ ሓደ ገዛ ኣትዮም ኣብ ጽቡቕ ስምዒት እዮም ነይሮም። ሎገን ብሃንደበት ካልእ ጓል ሒቱ እንትመጽእ ሕጂ ብቕልጡፍ ካብቲ ገዛ ንኸወጽሉ ይዛረቦም። ብዙሕ ከይጸንሐ ግን ፖሊሳት ይመጹ። ብመስተ ሰኺሮም ነቲ ገዛ ከም ዝሓመስዎን ብመደንዘዚ ሓሽሽ እናተጠቐሙ ከም ዘለዉ ስለ ዝተዘረቦም እዩ እቶም ፖሊሳት ዝመጹ። ጆሽ ንክሃድም ብቕልጡፍ ክዳውንቲ ተኸዲኑ ክወርድ ክብል ኣብቲ መውረዲ ምስቶም ፖሊሳት ይራኸብ። ኦፊሰር ኔት ዊልሰን ዝተብሃለ ሓደ ሓደ መርዳእታት ክእክብ ይጅምር። ጆሽ ብጣዕሚ እናተጨነቐ ናብ ኣዲኡ ንኸይድውልን ኣዲኡ ኣብ ካልእ ሃገር ስለ ዘላ ንኸይትጭነቕ ስለዚ ናብ ዓባይ ሓፍቱ ንክድውለላን ንኹሉ ነገር ንሳ ሓላፍነት ከም ትወስድ ይዛረቦ። እቲ ፖሊስ እውን እሺ ብምባል ናብቲ ዝሃቦ ቁፅሪ ይድውል። ዝደወሎ ግን ናብ ክሊር እዩ ዝነበረ። ጆሽ ፀገም ከም ዝፈጠረን ካብቲ ፀገም እተውፅኦ ብሕታዊት ንሳ ምዃና ነቲ ፖሊስ ስለ ዝተዛረባ ንሳ እውን እሺ ብምባል ንበዓል ገዝኣ ማት ካብ ተምሃሮኣ ሓደ ፀገም ከም ዝጓነፎን ንዕኡ ክትሕግዞ ስለ ዘለዋ ተዛሪባ ናብኡ ትኸይድ እሞ ነፃ ተውፅኦ። እቶም ፖሊሳት ዋላ ሓንቲ ዝፈልጥዎ ነገር ስለ ዘይነበረ እታ ድቃ ሓፍቱ ምዃና ብምሕሳብ ብመጠንቀቕታ ጥራሕ ሰድዎ። ክሊር እውን ብማኪንኣ ናብ ገዛ እናብፅሐቶ ጆሽ ብዛዕባ ዝተፈጠረ ነገር ይቕሬታ ይሓታ። ንሳ እውን ጸገም ከም ዘይብሉን ኮይኑ ግን ብዛዕባ እዚ ነገር ዋላ ሓደ ክፈልጥ ከም ዘይብሉን በዚ ነገር ዋላ ሓንቲ ጸገም ክመጻ ከም ዘይትደሊ ትዛረቡ ንሱ ድማ እሺ መምህር ብጣዕሚ የቐንየለይ ምስ ዝብላ ድሕሪ ሕጂ ካብ ቤት ትምህርቲ ወጻኢ መምህር ኢሉ ንኸይጽውዓን ብስማ ጥራሕ ንኽጽውዓን ትዛረቦ ናብ ገዝኡ ምስ በጽሐ እውን ይፈላለዩ ንጽባሒቱ ምስ ክሊል መጽናዕቲ ስለ ዝነበሮም ጆሽ ክዳውንቲ እናተኸዳደነ እዩ ዝነበረ ብሃንደበት ድማ ምንኣስ ሓዊ ፊል ሰብ እናጸውዖ ከም ዘሎ ይዛረቦ ጆሽ ውፅእ ምስ በለ ዝረኣዮ ክሊር እዩ ዝነበረ ንሳ እውን ኣብቲ ምሸት ምንም ዓይነት ስልኪ ስለ ዘይደወለላን ንሳ ምስ እትድውል ግን ስልኩ ስለ ዘይሰርሕ ድሕንነቱ ንክተረጋግፅ ከም ዝመፀት ትዛረቦ ንሱ እውን ድሓን ከም ዝኾነን ወላ ሓንቲ ፀገም ከም ዘይበፅሖን ብምዝራብ ናብቲ ውሽጢ ሒዝዋ ይኣቱ እቶም ምንኣስ ኣሕዋቱ ዴቭ ምስ ፊል እውን ናብ ጎረቤት ከይዶም ንክፃወት ይገብሮም እሞ ምስ ክሊር ብምዃን ብማኪና ይኸዱ ጆሽ ድማ ናበይ ኢኺ ዓጊትኪ ትወስድኒ ዘለኺ ብምባል ጸወታ ይጅምር። ንሳ እውን ስኮላርሽፕ ንኽትረክብ ናብ ትደልየሉ ናብቲ ዓብዪ ቴክሳስ እዩ ትብሎ። ንሱ ግን ናብኡ ምኻድ ከም ዘይከኣል ምስ ዝዛረባ፣ ንሳ መምህር ስለ ዝኾነት ፍቓድ ከም ዝወሃባን ክተርእዮ ከም እትደልን ትዛረቦ። ኣብኡ እውን ነቲ ዩኒቨርሲቲ እናተዓዘቡ እንታይ ምዃን ከም ዝደልን ዓላምኡን ትሓቶ። ንሱ ድማ ንሰባት ክበጽሓሎም ከም ዝደልን ዶክተር ምዃን ከም ዝደልን እናተዛረባ ብሃንደበት ናብቲ ቦታ ማኪና ይመጽእ። ኮዲ ዝተባህለ መሓዞ እዩ ነይሩ። ብሃንደበቱ ንዝተዳደወ ፓርቲ ከም ዘሎን ናብኡ ንክመፁን ይሓቶም። ጆሽ ናታ ድሌት ከይፃባእ ብምባል ፈሪሑ እዩ ዝነበረ። ኮይኑ ግን ክሊር እሺ ክንመፅ ኢና ብምባል ንኮዲ ቃል ተኣተወሉ። ብዙሕ እውን ከፀንሑ ናብቲ ቦታ ድሕሪ ምኻዶም ንመጀመርያ ግዜ ኣብ ህይወታ ናብ ከምዚ ዓይነት ቦታ ምስ ወዲ ከም ዝኸደትን ኣቦኣ ብጣዕሚ ቁጡዕ ስለዝነበረ ተምሃሪት እንከላ ዋላ ሓንቲ ዓይነት መስተ ጥዒማ ከም ዘይትፈልጥን ትዛረቡ። ከምዚ እናበሉ ወግኣ ምስ ዝቕጽል ብሃንደበት ኣብ ጨጉራ ዝኾነ ነገር ስለ ዝነበረ ጆሽ ካብ ጨጉራ እናልዕለላ ቀስ ኢሉ ስለ ዝነኽኣ ቅድሚ ሕጂ ተሰሚዕዋ ዘይፈልጥ ስምዒት ይስምዓ። ልክዕ ናብ ገዛኡ ምስ ተመልሰት ጆሽ ሎም መዓልቲ ጽቡቕ ዝኾነ ግዜ ኣሕሊፍና ኢሉ ዝለኣኸላ ቴክስት ተጥፍኦ እሞ ናብ ገዛኣ ትኣቱ። ጆሽ ኣብዚ ሰዓት እናተጨነቐ እዩ። ምኽንያቱ ንኤስኤምኤስ መልሲ'ውን ኣይሃበቶን፣ ኣብ ኢንስታግራም ድማ ፍሬንድ ሪኩዌስት ኣይተቐበለቶን። ብኻልእ መልክዑ ክሊር ናብ ገዛኣ እንትትኣቱ በዓል ገዛኣ ብጣዕሚ ብዙሓትን ክባራትን ናይ ሙዚቃ መሳርሒ ገዚኡ እዩ። ክሳብ ሎማዓንቲ እናኣለመሉ ዝነበረ ህይወት ክነብር ከምዝኾነን ዓብዪ ፕሮዳክሽን ከሰባስብ ምዃኑን ይዛረባ። ክሊር ብጣዕሚ እናተቖጠዐት ክሳብ ሎማዓንቲ ሓቢርና ዝዓቆርናዮ ቅርሺ ከመይ ብዘይረብሕ ነገር ከየማኸርካኒ ትገዝኦ ኢላ ትሓቶ። ንሱ ድማ ሓቢሮም ዝዓቐርዎ ቅርሺ ዘይኮነስ ካብ ኣቦኡ ዝረኸቦ ናይ ውርሻ ቅርሺ ምዃኑ ይዛረባ። እንተኾነ እውን ግን እዚ ኩሉ ቅርሺ ከየማኸራ ምፍሳሱ ብጣዕሚ እዩ ዘቖጥዓ ዝነበረ። ንእሽተይ እውን ድሕሪ ምጭቕጫቖም እቲ ጨቕጫቕ ክትገድፎ ክትብል ክሌር ገዲፋቶ ትኸይድ። ጆሽ ናብ ገዝኡ ኣትዩ ንኣዲኡ ሳንዲ እታ መምህሮም ናብ ቴክሳስ ዩኒቨርሲቲ ከም ዝወሰደቶን እናጎብነየቶ ከም ዝነበረትን ምስ ዝዛረባ ኣዲኡ ብጣዕሚ ትሕጎስ። ክሌር ኣብቲ ምሸት ድቃስ ክመጽ ኣይከኣለን። ንብዙሕ ሰዓታት እውን ድሕሪ ምሕሳባ ናይ ጆሽ ናይ ኢንስታግራም ፎሎ ትቕበሎ። ኣብ ዝኾነ መዓልቲ ናብ ክላስ ምስ ዝኸዱ ጆሽ ናይ መሓዝቱ ኤሪክ ምስ ሎገን በቲ ናይ ፓርቲ ጉዳይ ከም ዝተኣሰሩን ክሳብ ሕጂ ከም ዘይተፈትሑን ይሰምዕ። በቲ ሰዓት እዩ ዝነበረ ብሃንድ ገጽ ስልኩ ኣውጺኡ ክዲር ነቲ ፍሉር ኬስ ከም ዝተቐበለቶ ዝረኣየ። እቶም መሓዝቱ ፍሽኽትኡ ሪኦም እንታይ ከም ዘሓጎሶ ይሓትዎ። በቲ ሰዓት ስለ ዝተደወሎ ሓሳቦም ተበታቲኑ ምኻድ ምስ ዝጅምሩ ጆሽ እውን ናብ ሎኮር ይኸድ እሞ ብሃንደበት ግልጽ እንትብል ክሊር ብርሑቕ ኣብ ማዕጾ ጠጠው ኢላ ይሪኣ። ብቕልጡፍ ድማ ስልኳ ኣውፂኡ እንትትዕዘብ ክሊር ኣብ ቴክሳስ ዩኒቨርሲቲ ዘሕለፈቶ ግዜ ደስ ከም ዝብል ተዓዚባ ፖስት ከም ዝገበረት ይዕዘብ። በቲ ሰዓት ትፈትዎ ከም ዘላ ይሓስብ እሞ ሙሉእ ኮንፊደንስ ስለ ዝተሰምዖ ናብ ኣብ ምኻድ ከዛርባ ከም ዝደሊ ይዛረባ። ንሳ እውን ናብ ክላሽ ውሽጢ ተእትዎ እሞ ምዝርራብ ይጅምሩ። ንሱ እውን ንዘሕለፍዎ ግዜ ሕጉስቲ ምንባራስ ምስ ሰሓታ ንሳ ድማ እወ ኢላ ስለ ዝመለሰትሉ ዋላ ሓንቲ ከይበለ ከይዱ ይስዕማ። ክሊር ብቕልጡፍ ሰንቢዳ ተርሕቖ እሞ ሕጂ ካብቲ ክላስ ገዲፉ ንክወፅእ ትዛረቦ። ጆሽ እውን ስለ ዝሰንበደ ንዝገበሮ ነገር ይቕሬታ እናሓተተ ነቲ ክላስ ገዲፉ ብቕልጡፍ ይወፅእ ክሌር ብጣዕሚ ተሓጒሳን ሰንቢዳን ኮይኑ ግና ተንቀጥቀጠት እያ እቲ ዝገበርዎ ነገር ክትኣምን ኣይከኣለትን ንፅባሒቱ ጆሽ ኣብ ሕልሙ ክሌር ኣብ ተምሃሮ ገፅ ንገፅ ንዕኡ ብጣዕሚ ከም ዝፈተወቶን ምስኡ ከዓ ርክብ ክትጅምር ከም ትደሊ እናተዛረበት እናረየ ካብ ሕልሙ ይለዓል ክሌር ምስ ማት ናብ ሆስፒታል ከይዶም ክሳብ ሕጂ ውላድ ክረኽብሉ ዘይከኣልሉ ምክንያት የርእዩ እታ ዶክተር ድማ ግዜ እናኸደ ብዝኸደ ቁፅሪ ንሳ ናይ ምውላድ ምናልባትነት ብጣዕሚ እናቐነሰ ከም ዝመፅእን ናይ ማት ስንፈተ ረኽቢ ብቕልጡፍ ተዘይተፈቲሑ ውላድ ናይ ምርካብ ዕድሎም ዜሮ ፐርሰንት ክኸውን ከም ዝኽእል ትዛረቦም። እቲ ሕክምና ብተኸታታሊ ኣዋርሕ እውን እዩ ዝውሰድ። ማት ድማ ሓደ ሓደ ሻዕ ስራሕ ሓደ ሻዕ ካልእ እናበለ ስለዘይጠዓሞ እዚ ሕክምና ክገብር ኣይከኣለን። ብጣዕሚ እውን ስለ ዝተጨቓጨቐ ክዲር ሰዓት እናረፈዳ ስለ ዝኾነ ጸኒሕና ክንዘራርበሉ ብምባል ናብቲ ቤት ትምህርቲ ትኸይድ ናይ እንግሊዝ ትምህርቶም ተወዲኡ ተምሃሮ ከሎም ናደገ ምስ ወፁ ጆሽ ናብኣ ብምኻድ ድማድ ብዝገበሮ ናይ ይቕሬታ ሕቶ ይሓታ ንሳ እውን እቲ ዝገበሮ ነገር ብጣዕሚ ሕማቕ ከም ዝኾነን እቲ ዝገበርዎ ዋላ ሓደ ሰብ ርእይዎ ተዝኾን ካብ ስራሓ ከም ትስጎግ ትዛረቦ ጆሽ እውን ዋላ ሓደ ከም ዘይዛረብን ዋላ ሓደ ከም ዘይሰምዕን ቃል ይኣትወላ ንሳ እውን እናተቖጠዐት ድሕሪ ሕጂ ሓግዝኒ ዝበልካኒ ነገር ዋላ ሓንቲ ከም ዘይምልከተኒ ፍለጥ ትብሎ። ጆሽ ድማ ብጣዕሚ ስለ ዝሰንበደ ናይ ኤስኤት ፈተና ከመሓይሾ ኣለኒ፣ ቤዛኺ በዚ ነገር ንስኺ ጥራሕ ኢኺ ክትሕግዝኒ ትኽእሊ እናበለ ይምሕጸና። ክሊር እውን እትሰማማዕ ዋላ ሓንቲ ዘይፍቓዳ ዝኾነ ነገር ዘይገብር እንተኾይኑ ጥራሕ ምዃኑ ትዛረቦ። ንሱ እውን በዚ ይሰማማዕ። ኣብቲ ናይ ኩዕሶ መጻወቲ ሜዳ ብናይ ቤት ትምህርቲ ዝዳሎ ፓርቲ ንኸድ ዲናስ ኣይንኸድን ብዝብል እናተዘራረቡ እዮም ነይሮም። ኣብቲ ቤት ትምህርቲ ውሽጢ ዝካየድ ፓርቲ እውን እናተዳለወ እዩ። ሓደ መመላኽዒ እናገበሩ እንትትኾኑ ክሌር ምስ ካትሪን እውን ነቶም ተምሃሮ ኣብ ምሕጋዝ እየን ነይረን። ብሃንደት ሓንቲ ተምሃሪት ንጆሽ ኣብቲ ፓርቲ ንኽርከብ ትሓቶ ንሱ እውን ፍቓዱ እንትትገልጸላ ክሊር ብናይ ቅነ ዓይኑ ትዕዘቦ ኣብቲ ምሸት ናይ ክሊር በዓል ገዛማት ንክሊር ብዛዕባ ናይቲ ሕክምና ክዘራርባ እናተጸበያ እዩ ነይሩ ማት ናይ ርክብ ስንፈት ስለ ዘለዎ እቶም ዶካትራት ናይ ዘርኢ ፈሳሲኡ ከም መድሓኒት ወሲዶም ምስ ናሃታ ናይ እንቋቑሖ ዘርኢ ብምርኻብ ውላድ ክረኽቡ ከም ዝኽእሉ ይዛረባ። ኮይኑ ግን ንሳ ነዚ ፈጺማ ከም ዘይትቕበሎን ብስነ ስርዓት ነቲ ሕክምንኡ ክከታተል ትዛረቦ። ማት እውን ምስኣ ብምዃን ውላድ ከፍሪ ከም ዝደሊን ኮይኑ ግን ኣብዚ ሕጂ ሰዓት ኣብ ናይ ስራሕ ጸዓቕ ስለ ዝኾነ እንተወሓደ እቲ ክትትል ንምግባር ክልተ ዓመት ንክትዕገሶ ይልምና። በዚ ዝበላ ክሊር ብጣዕሚ እያ ዝተቆጠዐት ንፅባሒቱ ጆሽ ናብ መሓዙቱ ሎጎንን ኬቢን ይኸይድ ኮቢ እውን ቅድም ኣብ ቴክሳስ ዩኒቨርሲቲ ውሽጢ ሓቢርኩም ትኸዱ ዝነበርኩም ጓል መን እያ ምሳኻ ዘለዋ ረኽብኻ እንታይ እዩ ሰበይትኻ እንተኾይና ንምንታይ ኢኻ ዘይተላለየና ይብሎ ጆሽ ድማ ኣብዚ ሰዓት ሽማ ሶፊ እዩ ርክብና ድማ ብዙሕ ስለ ዘይጠንከረ እየ ዘየላለኹኹም ብምባል እቲ ዛዕባ ቀይሮ ኣብቲ ሰዓት ካብ ክሊር ኣበይ ኣለኻ ዝብል ቴክስት ይበፅሖ ኮይኑ ግን ንሱ መልሲ እንከይሃባ እቲ ቴክስት ከይተገደሰሉ ይተርፍ ክሌር ኣብቲ ዝትሕግዘሉ ቦታ ብሕታ ኮፍ ኢላ እናተጸበየቶ እያ ነይራ። ምትራፉ ከይኣክል መልሲ ስለ ዘይሃባ ብጣዕሚ እያ ዝተቖጥዐት። ኣብቲ ቤት ትምህርቲ ውሽጢ ዝተዳለወ ናይ ፓርቲ መዓልቲ ይበጽሕ። እቶም ተምሃሮ እናደነሱ እዮም። ካርቲን ምስ ክሌር ድማ ኣብ ውሽጢ ኮይነን ሓደ ሓደ ስራሕ እናሰርሓ እየን ነይረን። ክሌር ንእሽተይ ከም ዝፈርሐት ምስ ተዛረበታ ካርቲን እንኪ ካብዚ መስተ ንእሽተይ ጣዕሚ እሞ ኮንፊደንስ ክህበኪ እዩ ትብላ። ንዕኡ እውን ድሕሪ ምጥዓማ ናብቲ ፓርቲ ይሕወሳ። ክሌር ንጆሽ ምስ ካልእ ጓል እናደነሰ ስለ ዝረኣየቶ ብጣዕሚ ትቐንእ ንብሕቲ እውን ትጽውዖ እሞ ናይ መጽናዕቲ ጉዳይ ከይተርፍ ኢልካ ዝለመንካኒ ባዕልኻ ኢኻ ሎማዓንቲ ግን ኣብቲ ቦታ ተረኺበ እናተጸበዩኻ ቴክስት እውን ኣይመለስካን ኣብቲ ቦታ እውን ኣይተረኸብካን ብምባል ተቖጠዐሉ ጆሽ ድማ ብሰዓት ስምዒታዊ እናኾነ ዝተረፍኩሉ ምኽንያት ክነግረኪ ብጣዕሚ ስለ ዝፈተኹኺ እዩ ብዘቕረብክኹ ቁፅሪ ስምዒተይ ብጣዕሚ እናወሰኸ ይመፅእ ንስኺ ድማ ሓደ ዓይነት ርክብ ክገብር ከም ዘይኽእል ኣተሓሳሲብክኒ ኢኺ ብኡ ምክንያት እዩ ዝተረፍኩ እቲ ሓቂ ትፈልጢ ተደሊኺ ኢሉ ከም ዝፈትዋ ይዛረባ ክልቲኦም እውን ብጣዕሚ ይስንብዱ እሞ ዋላ ሓንቲ ከይተባሃሃሉ ቦታ ይቐይሩ ጆሽ ብርሑቕ እናተዓዘባ ክሊር ብናይ ፍቕሪ ዓይኒ እናረእየቶ እያ ነይራ ዋላ ሓንቲ ግን ከይተዛረበት ነቲ ፓርቲ ገዲፋ ትወፅእ ንሱ እውን ግን ብቕልጡፍ እዩ ዝተኸተላ ናብ ናህታ ማኪና ኣትዮም እውን ናብ ፀልማት ዝኾነ ቦታ ድሕሪ ምኻዶም ናይ ማኪና ሞተር ተጥፍኦ ምኻድ ዝደሊ እንተኾይኑ ሕጂ እውን ግዜ ከም ዘለዎን ርክቦም ካብ ሕጂ ጀሚሩ ክቋረጽ ከም ዝኽእል ትዛረቦ። ኮይኑ ግን ንሱ ፈጺሙ ምኻድ ከም ዘይደልን ብጣዕሚ ከም ዝፈትዋን ይዛረባ። ክሌር ድማ እንተኾይኑማ ንዓ ብምባል ናብቲ ናይ ድሕሪት ማኪና ተእትዎ። ካብኡ ምስዕዓም ይጅምር እሞ ክልቲኦም ፍቕሮም እናተገላለጹ ዘደንቕ ግዜ እናሕለፉ እናረኣናዮም እቲ ፊልም ኣብዚ ይውዳእ። ናይ ሎማዓንቲ ፊልም ነዚ ይመስል ነይሩ ፈቲኹሞ ክትኮኑ ተስፋ ይገብር ነዚ ቻናል ንምሕጋዝ ላይክ ሳብስክራይብ ሼር ምግባር ኣይትረስዑ ኣብ ቀፃሊ ክሳብ ንራኸብ ሰላም ንዓኹም።